ውሸት እዩ እናልኩ ጸሓፉ። እዚ ሰዓት ናተይ ሰዓት እዩ። እዚ ሰዓት ናተይ ሰዓት እዩ። እኔ ሃሌሉያ ኣሜን። ኣሜን ኣሜን ኣሜን ኣሜን ሺብራዶስ ሬካታ ሳታያ ማይ ናብ ወይኒ ከም ዝልወጥ ነገርኩም ሕጂ ሃለሉያ በዚ ሰዓት እናቀድሑ ነቶም ተዓጠቑ እንዳመልኡ ከለዉ ኢየሱሳዊ ጠጠው ኢሉ ከሎ እቲ ማይ ናብ ወይኒ ተቐይሩ። እዘን ኣነ ዝነግረኩም ዘለኹ፣ እዘን ኣነ ዝዛረበን ዘለኹ ቃላት እንታይ እየን ተልኩምኒ? ህይወቴን መንፈሴን። ዋው ጂሰስ!
ኣሜን።
ንክርስቶስ ዘስተንክሩ ሰባት ኣብዚ ቦታ እዚ ኣለዉ። ኣሜን። ንክርስቶስ ዘስተንክሩ። ንክርስቶስ ብእምነቶም ዘስተንክሩ ሰባት ኣብ ዘለዉ እየ ዝብል ዘለኹ ኣሜን ሃሌሉያ ብምንታይ ይብላ ኣለኹ ብእምነቶም ክርስቶስ ኣስተንኪሩ እዩ ሓደ ኣለቃ ሚኒቲ ጀነራል እንታይ ኢልዎ ጎይታ ኣነ ስልጣን ዘለኒ ሓይሊ ዘለኒ በዓል ስልጣን ኢሉ። እወ ንስኻ ብክርስቶስ ውን መን ምዃንካ ኣርጊጸ ፈሊጠ ኣለኹ ኢሉ። ንክርስቶስ ኣርጊጽኩም ፈሊጥኩምዎ ኣብዚ ቦታ? ንክርስቶስ ኣርጊጽኩም ዝተረዳእኹምዎ ሰባት ኣለኹም ኣብዚ ቦታ? ሎምዓንቲ ኣብ ህይወትኩም እግዚኣብሔር ሚራክል ክጅምር ይብል ኣለኹ። ኣብ ቤተይ ክትኣቱ ንስኻ ብቁ ኣይኮንካን ኢልዎ። ኣነ ንስኻ ኣብ ቤተይ ክትኣቱ ኣነ ንዓኻ ቤተይ ኮነ ህይወተይ ብቁ ኣይኮንኩን። ዋይ ጴንጠ ኣኺሉ ጴንጠ እንታይ ጌርና ኣኺሉና እዚ ሰብ እዚ ሃይማኖተኛ ኣይኮነን ገለ ናይ ሃይማኖት ገለ ኣይኮነን በዓል ስልጣን እዩ። እዞም ደቂ ዓዱ ንክርስቶስ የሱስ ዝብልዎ ወዲ ማርያም፣ ወዲ ዬሴፍ፣ ወዲ ጸራብ ዕንጨይቲ፣ ወዲ ገዛውትና እዮም ዝብልዎ። ኣይተቀበልዎን ናብቶም ናቱ መጺኡ ሪጀክት ዝበልዎ። እዚ ግን ካብ ርሑቅ መጺኡ እሞ ከኣ ጀነራል መጺኡ።

ኣብ ቅድሚ ትረአ ማለት እዩ ኣብ ቅድሚ ትግለጽ ማለት እዩ ኣብ ቅድሚ ደው ትብል ምዃንካን ትምርመር ማለት እዩ ማይ ጂዘስ ክትብል ኣሜን ሃሌሉያ ሪኻ ኣለኻ ማይ ጂዘስ ኣብ ክንዲ ዝብሉ ማይ ፕሮፌት ዝብሉ ማይ ኣፖስትል ይብሉ ተቃጽል እስከ በሉ ተቃጽል ተቃጸል ብስም የሱስ ተቃጸል። ተቃጸል በሉ ተቃጸል ተቃጸል በሉ ተቃጸል። ተቃጸል ተቃጸል ተቃጸል ኣነ ተቃጸል ቃጽል ብስም ክልኹ የሱስ ተቃጸል በሉ ጆኺ ኣሜን ተቓጸል ተቓጸል ተቓጸል ኢየሱስ ስም ኢየሱስ ተቓጸል ኢየሱስ ክርስቶስ ስም ተቓጸል ዮሐንስ ዛምብሮዴ ፕራዲካታይ ዮሐንስ ንየሱስ ናብኡ ክጥመቕ ምስ መጸ ምስ ረኣዮ እስኻ መን ኢኻ ምስ በሎ ኣነ ድምፂ እየ ይብሎም ዮሐንስ ሸይ መን ክንብለካ ይብሎ ኣነ ድምፂ እየ እሱ ኮንኩን ይብለኩም ኣለኹ ብሎም እምቧእ! እስኻ እቲ ዝመጽእ ኣይኮንካን? ኣዘራርብኡ ዘበለ ኩሉ ፓወርፉል ደብ ደፋሪ ተባዕ እዩ ጃሩ ፓሲካ እንታይ እዩ ርኢኻ ኣለኻ ተባዕ ጴንጠ ኣብ ኣንደበቱ እዩ ዝፍለጥ ታንክ ዝውንን ድሮን ዝውንን እዩ ዝመስል ቃል ዝመልኦ ጸጋ ዝመልኦ ኣለም እዩ ዘነቃንቃ ብመልእክቲ ብድምፂ እየ ዝብ ዘለኹ ብሓይሊ እየ ዝብ ዘለኹ ጠፋሽ ጴንጠ ግን ምርኩስ ይገብር ከምዚኣ እዩ ዝብል ኣብ ጎይታ ዘይትድገፍ ከይትስበር ኣብ ጎይታ ዘይትጽገ ዮሐንስ ርእዩ ኣቢሎ እነሆ ኃጢኣት ዓለም ዝርሕቅ ገንሸል ኣምላኽ ኢሎ Yes. ኣሜን ሃሌሉያ ሽዑ
ጎይታ ኢልዎ ኣይፈልጦን እዩኳ ዮሃንስ መንፈስ ቅዱስ እዩ መስኪሩሉ ንዮሃንስ የጠምቕ ነይሩ ኣቱም ውሉድ ኣትማን እንዳበለ እዩ ካብ ዝመጽእ ቁጥዓ ክተምልጡ መን ነጊረኩም እንዳበለ እዩ ዘጠምቆም እንዳገሰጸ ማለት እዩ ኣብ ኢየሱስ ምስ በጽሐ ግን ካልእ ምርኣይ ኮይኑ እነሆ ኃጢኣት ዓለም ዘርሕቅ ገንሸል ኣምላኽ ኢሉ ትኩር ኢሉ ጠሚቱሉ ሃሌሉያ ጎይታ ኢሉ ኣነ እምበር ብኣኻ እስኻ ዶ ብኣይ ንመጀመርታ ግዜ ዮሃንስ ከምኡ ኢሉ ኣይፈልጥን እዩ ኣብ ዘመኑ ከምኡ ኢሉ ተዛሪቡ ኣይፈልጥን ዮሃንስ ኣነ ብኣኻ ምስ በለ ህዝቢ ኩሉ እንታይ እዩ ዝብ ዘሎ እዚ ወዲ ማለት እዚ ወዲ ዮሴፍ እዚ ወዲ ፀራብ እንጨት እዚ ፀራቢ ዋዕ ዮሃንስ እንታይ እዩ ዝብ ዘሎ እንታይ እዩ ዝብሎ ዘሎ ደሃራይ ኣጠሚቆ ደሃን ጎይታ ደሃን ዮሃንስ ግበራ እታ ፅሑፍ ክትፍፀም ግበራ ደኣይ ተጠሚቁ ሰማይ መስኪሩ መንፈስ ቅዱስ ብርግቢት ኣምሳል ኣብ ኢየሱስ ተገሊጹ ስላሳ በይ ይፍለጡ ኣብዚ ኣስገበሉ ስላሳ በይና ንፈልጦ ኣብ ስእሊ ኮና ወልደ ኣብዚ ኣሎ መንፈስ ቅዱስ መጺኡ ኣሎ እግዚኣብሔር ኣቦ ከዓ ብደበና ቡ ዝሰመርኩ ፍትወደይ እዚ እዩ ስምዕዎ ዝብል ደሃይ መጽእ ኣሜን ሰማይ ሰብ ኣሎ ድዩ ሰብ ኣሎ ድዩ
ኣሜን ምስ መጸ ኢሎም እቶም ደቂ መዛሙርቲ ዮሃንስ ኣታ ትስኻ ዘጠመትካዮ እቲ ሓጢኣት ዓለም ዘርሕቅ ገንሸል ኣምላኽ ዝበልካዮ እወ በቲ ኣኼቡ እዚ ቸርች ተኺሉ ኣሎ ክቡራት ቸርች ተኺሉ እንታይ ይገብር ኣሎ በቃ ንዑ መንግስቲ ኣምላክ ቅሪባ ኣላ ተነስዑ እንዳበለ ብዙሓት ሰባት ድማ ይስዕብዎ ኣሎ ኣነ በሉ ንሱ መርኣዊ እዩ መዛሙርቲ ዮሃንስ እዮም ኣታ ሰብ ኣሜን በል ኣብዚ ቦታ ኣሜን ዮሃንስ ናበይ ሰዲድዎም ቴልካኒ ናብ የሱስ
ሃሌሉያ ምሳይ ኮፈሉ ኣነ እልልል ኣይበሎምን ኪዱ በቃ ንሱ እዩ በቃ
ኣሜን ኣሜን ሃሌሉያ እሱ እዩ ናብኡ ኪዱ ኢልዎ ግደፉ ንንዓ ኢሎም በቃ ጀሚርዎ ኣሎ እዎ በቃ ኣንጻሩ በቃ ገለመለታት ንግበር ገለመለ ይበለን ኪዱ ኣነ ኣርክ መርኣወይ እሱ እቲ መርዓዊ እቲ መርዓዊ መጺሉ ኪድ ኢሉ እሰይ ተከተልቲ የሱስ ኮይኖም ተከተልቲ ዮሃንስ ነበሩ ዮሃንስ ናበይ ኣጠሚቶም ናብ የሱስ ከበሉኒ ናብ ናብ የሱስ የሱስ ናብ የሱስ
የስ ናብ ሃዋርያት የሱስ መጺኦም ሓደ ሕሙም ፈዊሶም ኦ ከይትገብርዋ ግደፉ ንሕና ኢሎም ጳውሎስን ባርናባስን ምንም ኣይኮናን ኢሎም እዚ ብስም ኢየሱስ ተፈዊሱ ምክንያቱ ሰለብሬት ክገብሩ ድዮም ኣው በቃ ዝኾነ መስዋዕት ኣቕሪቦም ሰባት ብተምሳል ኣማለክቲ መጺኦምና ኢሎም ሰባት ብተምሳል ኣማለክቲ መጺኦምና ኢሎም ነዚ ኩሉ ሰብ ሆሆ ክብሉ ጀመሩ ንሕና ኣይኮና ክብሪ ሃቡ ንእግዚኣብሔር ጴጥሮስን ዮሃንስን ልዕሊ ኣርብዓ ዓመት ካብ ዝውለድ ጀሚሩ ብእግሩ ከይዱ ዘይፈልጥ ከኣ ኣብ ሓንቲ ጽብቕቲ ትበሃል ቤተ መቕደስ ጣዕ ምስ ኣበሎ ምስ ተፈወሰ ዝለል ኢሎም ዘሊሉ ህዝቢ ኩሉ ርእይዎ እዚ ብመን እዩ ዝኾነ ኢሎም በቲ ንስኻትኩም ዝሰቐልኩሞ ብስሙ እዩ እዚ ዝኸውን ዘሎ ኢሎም ናበይ ኣጠሚቶሞም ሓዋርያት እስከ ናብ ክርስቶስ በሉ ናብ ናብ ክርስቶስ ክርስቶስ ናበይ እዩ ዘጠምቶኻ ዘሎ? ናበይ ኢኻ ትጥምት ዘለኻ ቅዱስ ህዝቢ? ናብ ክርስቶስ ናብ ክርስቶስ እስከ ሓደ ሰብ ጸሓፉለይ ኣብዚ ናብ ክርስቶስ ኢልኩም ጸሓፉ ናብ ክርስቶስ ናብ ኢልኩም ክርስቶስ ክርስቶስ።
ኣሜን ሃሌሉያ ናብ ናብ ክርስቶስ ክርስቶስ መዓሪ ክርስቶስ መዓር ኣሜን ጥዑም መግቢ ጥዑም መዓዛ ሃሌሉያ ጥዑም ሽታ በቃ ኩሉ ግዜ ዘይምኖ መግቢ ዝፍቶ በቃ ኢየሱስ እስከ ኣቱ ጸሓፉለይ ኣብዚ ቦታ እዚ ኢየሱስ ጸሓፉ ኢየሱስ
ዣን ፕራዲካተ ብምንታይ ናብዚ ኣትየ መሲድኩ ናበይ ኢኻ ጥሚ ዘለካ ማይ ፕሮፌት ማይ ኣፖስትል ማይ ገለ ማይ ገለ ይትበል ማይ ቺዘስ በል ኣሜን ኣሜን ኣሜን እስከ ማይ ቺዘስ በል ማይ ቺዘስ

ኣብ ቅድሚኡ ደው ኢለ ዘሎኹ ባርያ እየ ኢሎም። ሰማይ እጹው ሰለስተ ዓመትን ሽዱሽተ ወርሕን መፍትሕን ደርብይዋ ጠፊኡ። ኣነ ኣብ ቅድሚኡ ደው ኢለ ዘሎኹ ባርያ ኣምላኽ ኢሎም። ሃሌሉያ ሃደ ሰብ ኣሎ ሎማዓንቲ ክትዕ ዝሕዞ ሃደ ሰብ ኣሎ ሎማዓንቲ ብዛዕባ ቤተሰቡ ብዛዕባ ህይወቱ ብዛዕባ መጻኢኡ ብዛዕባ ርእሱ ብዛዕባ ህዝቡ ብዛዕባ ኣገልግሎቱ ብዛዕባ ገንዘቡ ይኹን ብዛዕባ ኢንቨስትመንቱ ይኹን ብዛዕባ መጻኢ ይኹን ብዛዕባ ናብራ ይኹን ክትሒዙ ኣነ ኣብ ቅድሚኡ ደው ኢለ ዘለኹ ባርያ ኣምላኽ እየ ዝብል ኣብዚ ቦታ ኣሜን ኣሜን ኣሜን ሃሌሉያ እና ከዓ ብመንፈሱ እየ መፅየኪ መንፈስ ዘለኹ ብርክ ቅዱስ ልቢ ኣሜን ኣቦታት ናብ ኣሜን ህፃናት ሃሌሉያ ልቢ ህፃናት ናብ ኣሜን ኣቦታት ጂሰስ ክመልስ ብመንፈሱ መጽእ ኣለኹ እዚ ኣሜን ኣሜን ኣሜን ሉቃስ ሓደ ዓሰር ሸውዓት ኪድ ኢልካ ብመንፈሱ የምጽእ ክትመልሰለ ኢኻ ኢሉ ዋው ኣሜን ሃሌሉያ ኣሜን ብመንፈሱ የምጽእ ማሩኩም ፓሪካ ታሳት ኦ ባያ ሞራዲካ ዳሳታ ሻታ ኦ ያላባሱ ሃሌሉያ ሪምፖ ሳታ ያላባሱ እሳት የመልእ ዘለኹ በቃ ይረዳእካ ይረዳእካ እሳት የመልእ ዘለኹ በቃ ኣሜን መቶ ኣሜን ኣሜን እንዲኣነ ኣሜን እንዲኣነ ይትኮስ እየ ኣነ በቃ እሳት እየ መልእ ዘለኹ መንፈስ ቅዱስ ንምንታይ እዩ ዝመፅእ መንፈስ ቅዱስ ሃሌሉያ ክትብል ኮቦሮ ክትሃርመሉ ይኮንካ መንፈስ ቅዱስ ንክርስቶስ ክተኽብሮ እዩ ተዋሂቡካ መንፈስ ቅዱስ ሰብ ክተባእሰሉ ይኮንካ እንተሃቲምካዮ መንፈስ ቅዱስ ወንጌል ክትሰብከሉ ሰብ ነፃ ክተውፅኣሉ ማእሰርቲ ኣሜን። ክትበጣጥሰሉ ናይታ ኣሜን። መንግስቲ ፓወር ይበየስ ናይታ ውስ ኣሜን ኣሜን ኣሜን ኣሜን ይትመሳሰል ኣጆኺ ኣሜን ይትመሳሰል እጆኺ ኣብ ኢድ ሰብ ካብ ምድዋ- ምውዳቕ ኢሉ ኣብ ኢድ እግዚኣብሔር ኣምላኸይ ምውዳቕ ይሕሸኒ ኢሉ ኣሜን ኣሜን ኣሜን ሃሌሉያ እዚ ዘለዎ ይስማዕ ናይ መወዳእታ ኣሜን። ዘመን እዩ ስኢልካ ትንክፍ ኣቢሎምኻ ናይ ገ- ናይ- ናይ ምድረ በዳ እሾ ከም ዝጠወቀካ ሓንከስከስ ከይትብል ፅናዕ ትባዕ ደው በልናቸው ኣሜን። እግዚኣብሔር ኣሜን መልኣም ሃሌሉያ ክልእኸልካ እዩ ኣሜን ዘቁሙኸ ኣሜን። መላእክት ክመፁ እዮም ደው ዘብሉኸ መላእክት ክመፁ እዮም። ኣሜን ኣታ ኣሜን።
ኣሜን ኣብዚ ጉባኤ እዚ ብሃይሊ በኢየሱስ ኣሜን ኣሜን ኣሜን ኣሜን ሎሚ ኣሜን ሰንከልከል ዝበለ ዓንቃር ዓንቃሪቶ ዘፀነ ፓወር መፅእካ ኣሎ የስ ኣሜን ኣሜን
ኣሜን ሃሌሉያ ኣሜን ኣሜን ኣሜን ኣሜን ኣሜን የሱስ ኣሜን ኣሜን መንፈስ ከ- ቅዱስ ጌታ ይባርክ። ጸሎት ዘቋረጽኩም ሎም መዓንቲ ማይ ጂዘስ ማይ ሎርድ ጸሎት በቃ የስ ከምዚ
መንፈሳዊ ዓለም እዮ በዚሕኩም እየ ዝርኢ ዘለኹ ኣብቲ ስጋዊ ዓለም ኣቐምጥዎ ንኹሉ ግዜ ሃብዎ ንኹሉ ሰዓት ሃብዎ ንኩሉ ፕሮግራም ግበርሉ ኣብ ሃደ ቦታ ሱቅ ኢልኩም ፎካስ ጌርኩም ጠጠው ኣይትበሉ ኣሜን ኣሜን ኣሜን ኣሜን እዘይ ምሕዳግ ኣሜን እዘይ ምግዳፍ ንኩሉ ባላንስ ትገብረሉ ህይወት ባላንስ እያ ሃሌሉያ ኣሜን በሉ ቅዱሳን ጸሓፉ ኣሜን። ኣሜን ኣሜን።
እንዳበልኩም ጸሓፉ

የስ
መድሓኒ ማርያም እኮ ወሊዳቶ ኮላ መድሓኒ ኢላቶ እኮ ብዘይ
መድሓኒ ኢላቶ መድሓኒ በል እስከ መድሓኒ ኢልኩም ፃሓፍ መድሓኒ
መድሓኒ ናይ ሓጢኣት ናይ ኩሉ መድሓኒ ካብ ሓደጋ ካብ ፀልማ ካብ ተሰወረ ካብ ገለ ካብ ተፃፃፀወ ካብ ተሸጋገፀ ምፅእ ኢሉ እቲ መድሓኒ የናግፈካ የውፃካ ሃሌሉያ ተወዲያ እዛ ዓለም እዚኣ ነግረካ ኣለኹ ኣነ ፕረዚደንታት ክርስቶስ ሰቢኾም እዮም እስኻ ኢድካ ኣጣሚርካ ኣለኻ ኣምላኽ ብመን ከም ዝሰምዕ ፈሊጡ ናይ ዓለም ንጉስ ማንም ነገስታት ኮነ ደቂቕ ዝበሃል ክሰምዖ ዝኽእል ዶናልድ ትራምፕ ገይሩ ክርስቶስ ጎይታ ኢሉ ኣብ መድረኽ ንዓለም ኣስሚዕዋ እዩ። ኣነ ዝመጽእ ኢሉ ወንጌለይ ናብ ዓለም ኩሉ ምስ ተሰብከ ኢሉ። ስለዚ እቶም ሰበኽቲ ብዙሕ ብጣዕሚ ስለ ዘይሰበኽዎ፣ እግዚኣብሔር ግን ሰበኽቲ ነገስታት ኣተስጺኡ ኣፎም ከፊቱ ክርስቶስ ጎይታ እዩ ኣቢሎም ኣሎ። ስለዚ ኣሜን። ወንጌለይ ምስ ተሰብከ ኣብ ዓለም ምሉእ ኣነ ክመጽእ ኢሉ። ስለዚ ኣሜን። ወንጌል ኣይተሰብከን ሃሌሉያ።
ከይትብለኒ።
ወንጌል ኣይተሰብከን ከይትብለኒ። ኣነ ነጊሩኒ እዩ ጎይታ። ወንጌል Yes. ተሰቢኹ እዩ ማንም ኣሜን። ሰብ ዓለማት ኣሜን ሰሚኦምኒ እዩ። ኣብ ሃሌሉያ ገዝኦም ኣብ ቻነሎም ኮይኖም ሰሚኦምኒ እዩ ሰሚኦምዎ እዮም ሰሚኦምዎ እዮም ሕጂ ሃሌሉያ ገና ክተዘናግኦ ከይጅምር ህይወትካ ክትዘናጋእ ከይጅምር ንክትንጥረጥ ናይ ምንጣቅ ሰዓት እዩ ተዳሉ ኣሜን ኣሜን ጥንቃቄ።
ሃሌሉያ ስለዚ ኣሜን ኣበርን እጣርን ዘይብላ ክትከውን ሬዲ ይኹን ስኢልካ ኣሜን ሃብታም ኣይነበርኩን እሞ ክሃብትም እየ፣ ገንዘብ ኣይነበረን እሞ ገንዘብ ከምጽእ እየ እናበልካ ኮለል ኣይትበል፣ ንኹሉ ባላንስ ግበሮ እብለካ።